ኩሉ እቲ ሓቂ ተፈሊጡ ሕማቅ ኣጋጣሚ ቢቲ እንታ ኮይና እያ ንኣሌክስ ፖሮግራም ጠሊማቶ ሰላምታ ኣይረሳዕኩን ክቡራት ቤተሰበይ ከመይ ኣለኹም ደሓን ዲኹም በብዘለኹምዎ ሰላም ቅሳነት ራህዋ እናተመነኹ ንዝገዛ ሓደሽቲ ዝኾንኩም ከምቲ ልሙድ ላይክ ሸር ሳብስክራይብ ብምግባር ሃናጺ ርእይቶኹም ኣይፈለየኒ ክብለኩም ይፈቲ። ኣቀዲመ ደሞ ንመላእ ህዝበ ክርስትያን እንኳዕ ኣብፀሐክን ኣብፀሐና እናበልኩ ኣብ ደገን ኣብ ውሽጥን እትርከባ ደቂ ኣንስትዮ ኣሕዋተይ ደሚቅክንን ወቂብክንን እትረኣያሉ ጊዘን ሰዓትን መዓልትን እዩ ሎማዕንቲ እሞ እንኳዕ ኣብፀሐክን እናበልኩ ብድጋሚያ ከመይ ኣሎ ኣሸንዳ ከመይ ተሕልፍኦ ኣለኽን በበየ ከባቢኽን? ብወገነይ እዝጋቢሄር ይመስገን ብጣዕሚ እዩ ደስ ኢልኒ ምኽንያቱ ብዘለካ ምምስጋን ዝመስልዎ የለን ኣብ ስራሕኽን ኮይንክን ኣብ ዳዓረ ምስ ዓሞታትክን ከመይ ሓፍትኽን እተሕልፍኦ ዘለኽን እውን ተመስገን በላ ከምኡ እውን ኣብ ዓዲ ዘለኹም ደሞ እግዚኣብሔር ኣምላኽ ሰላም ቅሳነት ራህዋ የምፀእልና ልህዝብና ህዝብና ኣብዚ ሕጂ ሰዓት ኣብ ከቢድ ስግኣት ጭንቀት እዩ ዘሎ ማለት እዩ ጊን ደሞ እዚ ኩሉ ነገር ሓሊፉ ተመስገን ዝብለሉ፣ ራህዋ ዝዓስለሉ፣ ቅሳነት ዝፈጥረሉ ጊዘ ይምፀልና ማለት እዩ። ሰናይ ቅንያት ኣሸንዳ ክኾነልክን እናተመነኹ በድጋሜ እምበኣርከስ ክቡራት ቤተሰበይ ከምቲ ልሙድ ሎሚ እውን ብዛዕባ ሊልና ኣሌክስ እየ ሒዘልኩም መፂኤ ዘለኹ ማለት እዩ። ኩሉ እቲ ሓቂ ብዛዕባ ናይ ቢቲ ወጺኡ ኣሎ ብጣዕሚ እዩ ሕማቅ ኣጋጣሚ ኣሌክስ ኣብ ዝሓለፈ ን ቢቲ ቆጺርዋ ነይሩ ይኩን ደኣ እምበር ቢቲ ውን ኣብቲ ፖሮግራም ክትርከብ ኣይከኣለትን እያ ንሱ ዝኮነትሉ ምክንያት ደሞ ተፈሊጡ ኣሎ እምበኣርከስ ክቡራት ቤተሰበይ ከምዝፍለጥ ኣሌክስ ብጣዕሚ እዩ ተቆጢዑ ምኽንያቱ ኣነ ዝኹሉ ዝግጅት ገይረ ፕሮግራም ገይረ ተገዲሰ ንስኺ ጊን ኣፍቱ ሰዓት እሱ ክትርከቢ ስልክኺ ዓጺኺ ክትርከቢ ኣይከኣልክን ኢኺ ስለዚ ኣነ ውን ብጣዕሚ እየ ሰንቢደ ተጨኒቀ ምኽንያቱ እንታይ እዩ ገጢምዋ ክኸውን ይኽእል ሓደጋ ዶ ገጢምዋ ይኸውን ቢትስ ልምንታይ እያ እስካብ ኩንድዚ ዝኣክል ስልኪ ምዕጻዋ ኢለ ብዙሕ እየ ተጨኒቀ ክሓስብን ከስተንትንን ጌርክኒ እና እንታይ ኢኪ ኮይንኪ ኢሉ ብዙሕ ነገር ኣጨኒቅዋ ነይሩ ማለት እዩ ንሳ ውን ኣነ ኣብዚ ሕጂ ሰዓት ክነግረካ ኣይደልን እየ ኢላቶ ኣልኤክስ ደሞ ክትነግርኒ ግድን እዩ ኢሉ ሓሳዊ ሂቡዋ ነይሩ ማለት እዩ። እምበኣርከስ ክቡራት ቤተሰበይ ቢቲ ሓፍትና ደሞ ኣነ ክነግረካ ኣይደልን ኣብዚ ሕጂ ሰዓት ጊን ደሞ ካባኻ ልቑሩ መዓልትታት ወይ ከኣ ሰዓታት ክርሕቕ ይደሊ እየ። ካባኻ ኣብ ዝረሓቕኩሉ ሰዓት እቲ ዝኸብደኒ ጊዘ ንዓይይ ምዃኑ ይፈልጥ እየ። ምሳኻ ክኸውን ናሃለኹ ኣነ ልዕሊ መጠን ሕጉስቲ እየ፣ ግን ደሞ ካባኻ ከርሕቑኒ ዝኽእሉ ዘገድዱኒ ነገራት ስለ ዘለዉ እዮም እምበር ፎትየ ኣይኮንኩን እየ ኢላቶ ነይራ ማለት እዩ። እምበኣርከስ ክቡራት ቤተሰበይ ቢቲ እንታይ እያ ኮይና ካብ ኣሌክስ ክትርሕቕ ጀምራ ኢልኩም ሓሲብኩም ዶ ትፈልጡ ወይ ከዓ ሓሲብኩም ዶ ነይርኩም? እምበኣርከስ ክቡራት ቤተሰበይ ሕዚ እውን ንዚ ቪድዮ ላይክ ምግባር ኣይትረስዑ ኢኹም ብጓል ኣሸንዳ ምኽንያት እዚ ቪድዮ እስካብ ክልተ ሚእቲ ኣስታት ላይክ ክረክብ ኣለዎ ምኽንያቱ ለኣየይ ላይክ ዓብዪ ጥቕሚ ኣለዎ እዩ ንዓኻትኩም ምንም ኣይትጎድኣኩምን እያ ቪድዮ ምስማዕኩም ወይ ከዓ ምርኣይኩም ዘይቐርየኩም ላይክ ምግባር ኣይትረስዑ ኢኹም ብድጋሜ ክቡራት ቤተሰበይ ብጣዕሚ እየ ዝፈትወኩም ማለት እዩ። እምበኣርከስ ክቡራት ቤተሰበይ ኣብ ዝሓለፈ ሊሊ ሓፍትና ንኣሌክስ ከጣዕሰካ እዩ ግደፍ እዚ ፕሮግራም እዚ ኣይትኸይድን ኢኻ ኣይትገብርን ኢኻ ምኽንያቱ እቲ ክትነግራ ዝደለኻ እውን ተረዲኡኒ እዩ ኣብ መንጎና እተኣትያ እዛ ቆልዓ ክትጉዳእ እያ ኢላቶ ነይራ ኣሌክስ ደሞ ክኸይድ እየ እዛ ቆልዓ እዚኣሲ ክትጉዳእ እያ ትብልያ ዘለኽሲ ስለ ዝቓናእኺ ደኣ እምበር ትማሊ እንታይ ትብልያ ነርኪ ሎሚ ሓሊኽላ ማለት ድዩ ኢልዋ ነይሩ። ይኹን ደኣ እምበር ክቡራት ቤተሰበይ ኩሉ እቲ ነገራት ከም ዘይሳኸዐሎም እውን ሊሊ ሓፍትና ተዛሪባቶ ነይራ እያ ማለት እዩ። ይኹን ደኣ እምበር ኣሌክስ እውን ህልኽ ኢሉ ላብቲ ፕሮግራም ከም ዝኸደ ከም ዘይተሳኸዐሉ እውን ርኢኹም ነይርኩም ኢኹም። እምበኣርከስ ክቡራት ቤተሰበይ ኣብዚ ሕጂ ሰዓት ንቢቲ ኣሌክስ ለከስ ኣነ እየ ኣሚነኪ ነይረ እምበር ንስኺ ትሽውድኒ ኢኺ ኔርኪ እዩ። ንዓኻ ኢለ እየ ካብዚ ፖሮግራም ቃርየ ዝብል ዘረባ ኣነ እዚ ትኽክለኛ መሲሉ ኣይስምዐንን እዩ ሕስለኺ ኢኺ ስለዚ ትኽክለኛ እቲ ዘጋጠመኪ ክትነግርኒ ንምንታይ ዘይትኽእሊ ኢልዋ ንሳ እውን እቲ ነገራት ዘጋጠማ ክትነግራ ኣይከኣለትን ማለት እዩ እምበኣርከስ ክቡራት ቤተሰበይ ሕጂ ውን ኣብ መጠረሻ ቪድዮ እቲ ዘጋጠማ ቢቲ እንታይ እያ ኮይና ዝብል ክነግረኩም እየ ክቡራት እሕዋተይ ማለት እዩ እምበኣርከስ ክቡራት ቤተሰበይ ከም ዝፍለጥ ሓዋ ንቢቲ ውን ኣሌክስ ኣየድልየክን እዩ ካብ ኣሌክስ ራሓቂ ኢልዋ ማለት እዩ ምክንያቱ ልዕሊ መጠን ክብርኪ እዩ ዘገድሰኪ ስለዚ ንክብርኺ ሕሰቢ እቲ ትገብርዮ ዘለኺ ኣብ ሞንጎ ሊሊና ኣልየክስ ትኽክለኛ ኣይኮነን እዩ ልባዕልኺ ተዋሪድኪ ንቤተሰብኪ ውን ተዋርዲ ኣለኺ ኢኺ ግን ፍቅሪ ዕውር እዩ ከም ዝባሃል ነገራት ቀስ ኢልኪ ክተጋናዝቢ ኣለኪ ኢልዋ ይኹን ዳኣ እምበር ብዛዕባ ሂወተይ ዝምልከተኩም ጉዳይ ኣይኮነን እዩ ኢላ እያ መሊሳትሎም ማለት እዩ እምበኣርከስ ክቡራት ቤተሰበይ ናይ ብዙሓት ኦድየንስ ተኻታተልቲ ደሞ ቢቲ ብሕማቕ ዓይኒ እናረኣናያ ጸኒሕና ኢና ምኽንያቱ እቲ ትገብሮ ዘላ ትኽክለኛ ውን ከም ዘይኮነ ብዙሕ ሰብ እናረደኣ ነይሩ እዩ ማለት እዩ እምበኣርከስ ክቡራት ቤተሰበይ ቢቲ ሓፍትና ደሞ እዚ ነገር እዚ ክተስተውዕለሉ ኣይከኣለትን ነይራ ማልት'ዩ። ጊን ደሞ ሎሚ ገጢምዋ ዝቐረየትሉ ምኽንያት ከቢድ ችግር'ዩ ገጢምዋ ነይሩ ማልት'ዩ። እዚ ነገር'ዚ ንኣሌክስ ከይትነግሮ ደሞ ላብ ከቢድ ኩነታት ክኸይድ'ዩ ኢላ ስለ ዝሓሰበት እያ'ምበር ካሊእ ኣይኮነትን እያ ማለት'ዩ። ብወገን ሊሊ ሓፍትና ደሞ ኣብዚ ሕጂ ሰዓት ብጣዕሚ ደስተኛን ሕጉስትን ኮይና ትርከብ። ምኽንያቱ ንኣሌክስ ብተደጋገሚ ለሚናቶ እያ ልናብራኣ ንሓዳራ ኢላ ብትዕግስቲ ተዛሪባቶ እያ ግን ደሞ ኣሌክስ ነገራት ከስተውዕለሎም ኣይካኣለን እዩ ኣይትጠቅመካን እያ ሓደ ማዓልቲ ኣብ መንገዲ ከምትሓድገካ ፍለጥ ኢላቶ ነይራ እያ ግን ደሞ ኣሌክስ ልቡ እዩ ተደፊኑ ጸኒሑ እስካብ ሕጂ ማለት እዩ። ኣብ መንጉኡ ደሞ ጉድ ጌራቶ ኣላ ቢቲ ማለት እዩ። እምበኣርከስ ክውራት ቤተሰበይ ብሓቂ ብጣዕሚ እዩ ዘሕዝን ቢቲ ዘጋጠማ ነገር ጊን ደሞ እዝጋብሄር ኣምላክ ይሓግዛ። ክቡራት ቤተሰበይ ሕጂ ውን ደቂ ኣሸንዳ ኣሕዋተይ እንኳዕ ኣብፀሐክን ኣብፀሐና እናበልኩ ንመላእ ህዝበ ክርስትያን ናይ ሰላም ናይ ፍቅሪ ናይ ሓድነት ይግበረና ንዚ ቪድዮ እተፈቲኩምዎ ላይክ ሸር ሳብስክራይብ ብምግባር ሃናፂ ሪኢቶኹም ኣይፈለየኒ ክብለኩም ይፈቲ ሰናይ ቅንያት ስለ ዝነበረና ጽንሒት እዚ ይመስል ነይሩ። ብዝቕጽል ብኻሊእ ትሕዝቶ እስካብ ዝመጽእ ስሰናዩ ንዓኹም እናበልኩ ንዚ ቪድዮ ተፈቲኹምጎ ላይክ ሸር ሳብስክራይብ በድጋመ ደጋጊምኩም ምግባር ኣይትረስዑ ይፈትወኩም እየ የኽብረኩም እየ ባይ ባይ።